ሰላም ሰላም ከመይ ትኾኑ ሎማዓንቲ ከዓ ብከምዚ ዓይነት ቪድዮ መፅእ ኣለኹ ናይ ሎማዓንቲ ቪድዮና ብዛዕባ እዚ ኣብ ማሕበራዊ ሚድያ ዝካየድ ዘሎ ሓደ ሓደ ነገራት እየ ክዛረብ ብፍላይ ከዓኒ ንደቂ ኣንስትዮ ኣሕዋት እዩ ቅድሚ ገለ ሰሙን ኣቢሉ ምስ ሓደ ሰብ ብትሬን እንዳኸዳ እንከለና ባቡር ደይብና እንዳኸድና መጺ ሰላም ኢልኒ ሰላም ኢለዮ ኣብ ገለ ቦታ ፈልጠካ እየ ብለኒ እወ መንግስታኣብ በሃል ኢለ ይላለዮ ሰብ ሰብ መስል ኣብ ገለ ቦታ ከኣ ንፋልጥ ንኸውን እና ኢለዮ ደሓር ድሕሪ ክንደይ ምስ ዕለልና ይዝክረኒ ኣኣ ኣብ ማሕበራዊ ሚድያ ሪኤካ ኣለኹ ብለኒ ሪኢኻኒ ትኸውን ኢኻ እወ ኦኬ ጽቡቕ እምበኣር ሓንቲ ነገር ክዕለካ ደልየ ኣለኹ ብለኒ ጽቡቕ ጌርና ምስ ተላለና ማለት እዩ ሕራይ ይብሎ ሓንቲ ሓፍተይ ማለት ቀረባ ቤተሰብ እያ ኣብ ስዑድያ እያ ትቕመጥ ነይራ ሕጂ ግን ኣዲስ ኣበባ ኣላ ብለኒ ኦኬ ኣብ ስዑድያ እንከላ ምስ ሓደ ኣብ ኣዲስ ኣበባ ዝቕመጥ ወዲ ትላለ ሓረይ ምስዚ ወዲ ምስ ተላለየት ጽቡቕ ተኣሽሙ ስለ ዝነበራ ጽቡቕ ገይሮም ስለ ዝተቐራረቡ ሌልኦም እናዓሞቐ እናዓሞቐ እናዓሞቐ ምስ ከደ ጽቡቕ ምቅርራብ ምስ ፈጠሩ እሳ ስዑድያ እያ ትነብር እሱ ከዓኒ ኣዲስ ኣበባ እዩ ዝነብር ነይሩ ገንዘብ ትልእኸሉ ቴሌፎን ግዝእለ ይብላ ትገዝኣሉ ክዳን ጫማ ትገዝኣሉ ደሓን ዝኾነ ስራሕ ስለ ዝሰርሐት ቁሩብ ውን ነዊሕ ግዜ ስለ ዝወሰደ ሓዳር ክትገብር ድሌት ነይርዋ በቃ ምስ ዝኾነ ሰብ ጥራይ በቃ ሓዳር ናይ ምግባር ድሌት ነይርዋ ዕድሚኣ ውን ቁርብ ድፍእ ስለ ዘበለ በቃ ዝኾነ ይኹን ሰብ ጥራይ ሓዳር ምግባር ድሌት ስለ ዝነበራ ነዚ ዝብለካ ዘለኹ ሰብ ንሕና ይንፈልጦና እሳያ ትፈልጦ እሳ እውን ብዙሕ ተኣሽሙ ይኮነትን ብቴሌፎን ብዋትሳፕ ይደዋወሉ ፌስቡክ ገለመለ ግን የብሉ ሕጂ ትሰደሉ ገንዘብ ዝበላ ነገር ትገብረሉ ንሕና ደይ ንፈልጦ ግን እሶም ክልቲኦም ዝፈልጥዎ ስእሊ ጥራይ ነብሳ ኮይና ሓንሳብ ነብሳ እንዳተሓፀበት ገለመለ ቪድዮን ገለመለን ልኢኻት ኣሎ ንሕና ከይፈለጥና በዚ እንዳፈራርሐ ብዙሕ ገንዘብ ተቐቢልዎ እዩ ንሳ እውን ነዊሕ ግዜ ስለ ዝጸንሐት ኣብቲ ስዑድያ እንታይ ይብለኒ ዋላ ንዕና ናብዚ ንክንመጽእሲ እሳ እያ ከፊላትልና ነዊሕ ስለ ዝጸንሐት ኣብቲ ስዑድያ ብዙሕ ገንዘብ ሒዛ እያ ሰሪሓ እያ ጽቡቕ ሕጂ ግን ዳርጋ ኩሉ ገንዘባሲ መንጢልዋ እሞ እንታይ ከትብል ደለኻ እወ እዚ ኩሉ ክኸውን ከሎሲ ንዓኹም ኣይነገረትኩምን ድያ ተነጊርኪ ኣብ ስእልታትኪ ኣብ ከምዚ ክፍንው እየ እንዳበለ የፈራርሓ ሕጂ ግን ንሳ ኣዲስ ኣበባ እያ ዘላ የእምሮኣ ጭንቀት ገይርላሲ ካብ ዓቕማ ንላዕሊ ምስ ኮና በቃ ጭንቀታ ምፅዋር ምስ ሰኣነቶ የእምሮኣ ስሒታ ሚእቲ ካብ ሚእቲ እኳ ተዘይኮነ ግን ጥዕይቲ ከኣ ክንብላ ኣይንኽእልን ኢና። ሕጂ ማይ ጨሎት እያ ዘላ እሞ ንገለ ሰባት መምሃሪ ተኾነስ እዚስ ቪድዮ ተትሰርሓሉ ገለ ይብለኒ እዋ ክሰርሓሉ ኽእል እየ ግን ንስኻ ምሳይ ኮንካስ ወይ ከምዚ ብቀጥታ ክትዛረብ ከምዛ ንዓይ ትነግረኒ ዘለኻ ነቲ ህዝቢ ክትነግሮ ወይ ከኣኒ እታ ጓል እታ ጓል እብለኒ ሽዑ ገና ዘረባይ ከይወዳእኩ እሳ የእምሮ ኣስሒታ ብለካ ኣለኹ በቃ ትኽክል ኣይኮነትን ሕጂ ክትዛረብ ኣይትኽእልን እያ ግን እዚ ዝነግረካ ዘለኹ ሓቀኛ ታሪክ ስለ ዝኾነ ዝነግረካ ዘለኹ በሊኒ ብዝኾነ ነዚ መበገሲ ገይረ ክዛረብ ደልየ ነታ ጓል ምሕረት የውርደላ ነዚ ሓወይ ውን ነዚ ነገር ስለ ዘዕለለኒ ብጣዕሚ እየ ለመስግኖ ከምዚ ዓይነት ዘረባታት ብዙሕ ግዜ ተደጋጋሚ ንሰምዕ ኢና ብዙሕ ግዜ ግዳይ ናይ ከምዚ ዓይነት ተኣሽሙ ዝኾኑ እቶም ኣወዳት ደይኮኑስ እተን ኣዋልድ እየን ኣነ ሕጂ ናተይ ምኽሪ ክልግሰክን ቪድዮ ወይ ከዓኒ ስእሊ ለኣኽለይ ዝብለክ ተኾይኑ ወዲ ንመፃኢ ብፍላይ እዚ ብርሕቐት ገሌኽን ደቀንስትዮ እተን ደቀንስትዮ ኣብ ኣውሮጳ እቶም ኣወዳት ከኣኒ ኣዲስ ኣበባ ኡጋንዳ ወይ ኣብ ካልእ ቦታ ንሕር ኣለዉ ዋላ ኣብ ኣውሮጳ ኮንካ እውን ካብኡ ናብኡ ኣብ ጀርመን ሽወደን ገለገለ ተፈላሊኹም ዘለኹም ሰባት ብሓፂሩ እዚ ብርሕቀት ዘሎ ፍቅርኹም ብከምዚ ዓይነት ስእሊ እንዳተሰዳደድኩም ንፅባሕ ንግሆ ሓደጋ እዩ ሕጂ እሱ ጥራይ ኣይኮነን ከፈራርሐክን ድሕሪ ሕጂ እሱ እሱ ነቲ ዝሰደድክናሉ ሰብ ጥራይ ኣይኮነን ዘፈራርሐክን ሓደ ሓደ ግዜ እንታይ ኣሎ ኣይነስተውዕለሉና ሓደ ሰብ ጥራይ ደፈራርሐና እዩ ዝመስለና ኣብ ሞባይላትና ዳርጋ ዝበዛሕና ሰባት ኣፕሊኬሽን ዳውንሎድ ክንገብር ከለና ነቲ ሕጊ ኣይነንብቦን ኢና ወይ ኣይርዳእናን እዩ ጥራይ እታ ኣፕሊኬሽን ዳውንሎድ ጌርና ኢና ንጥቀመላ እሳቶም ዳውንሎድ ክትገብሩ ከለኹም ሓደ ሓደ ነገር ፍቓድ ይሓትኹም እዮም ስእልኹም ጋለሪኹም ክንሪኦ ካሜራኹም ክንጥቀመሉ ማይክሮፎን ክንጥቀመሉ ገለ ይብሉ እዮም ኦኬ ኦኬ ኦኬ ኢልና ኢና ንሓልፍ ሕጂ ብሞባይልና ንገብሮ ብምሉኡ ካልኦት ሰባት ዝቆፃፀሩና ሰባት ኣለዉ ዝርእይዎ ሰባት ኣለዉ ኣብ ዝደለይዎ ሰዓት ሓደ መዓልቲ እንታይ ከም ዝገብሩ ኣይንፈልጥን እና። ንኣብነት ኣብ ፌስቡክ ክትጥቀሙ ከለኹም ብሓፈሻ ንኹሉ ሰብ ይዛረብ ስለ ዘለኹ እየ። ፌስቡክ ክትጥቀሙ ከለኹም ወይ ኣብ ካልእ ቦታ እዛ ስእልኹምሲ ዓሰርተ ዓመት ገይራ ፖስት ካብ ትገብርዋ እዚኣ ከምዚኣ ክንድዚ ዓመት ገይራ ኢሉ ይመጻኩም እዩ የዘክረኩም እዩ። ሕጂ ዋላ ንስኹም ካብ ሞባይልኩም ደምስስዎ ኣብ ካልእ ቦታ ግን እዚ ስእሊ እዚ ሴቭ ኮይኑ ኣሎ ሕጂ ኣብ ቲክቶክ ኣብ ካልእ ኣብ ካልእ ቦታ እንእትዎ ስእልታት ቪድዮታት ብምሉእ እዚ ሴቭ ኮይኑ ኣሎ ስለዚ ኩሉ ዝነእትዎ ቪድዮታት ወይ ስእልታት እንዳተጠንቀቕና እዚ ንሓደ ሰብ ግን ኣብ ፍቕሪ ኣብ ዘለኹምሉ እዋን ብፍላይ ደቂ ኣንስትዮ ኢኽን ትሕስያ ዘለኽን በዚ ደጋጊመ ክነግረክን እየ እስኽን ኢኽን ትሕስያ ዘለኽን እስኽን ንዓኽን እዮም እንዳፈራርሑ ኣወዳት ዝቕበሉኽን ዘለዉ ኣብ ከምዚ ዓይነት ደረጃ ክሳዕ ድበፅሓ ዝገብርዎን ዘለዉ እቶም ኣወዳት ጥዑይ ኣእምሮ ስለ ዘይብሎም እዮም ዝኾኑ ማለት ሰብ ኣጸሊልካ ገንዘብ ገንዘቡ ወሲድካ ክተጸልሎ ሲ እንታይ ዓይነት ሕልና ተለዎ ኣይተረዳን ብዝኾነ ግን ስእልታትክን ጥራይ ነብስኽን ኮንክን ኣይትስደዳ ቪድዮ ነብስኽን እንዳተሓጸብክን ኣይትለኣኻሉ ዘይተርፈክን እቲ ሓዳር ዘይተርፈክን ጽባሕ ንጎ ባዕልኽን ባዕልኽን ኢኹም ቆት እስር ቤት ተኣትዋሎም ደለኹም ኣይትስደዳሎም ዋላ ሰዲድክን ኣሉኻ ኦኬ ደሓን ሰዲድክን ኣሉ ንበል እቲ ወዲ ናትክን ጥራይ ነብስኽን ቪድዮ ሪኡ ናብ ካልእ ሰበይቲ ከም ዘይከይድ ብምንታይ ክን ርግፀኛ ትኾነ ዋላ እስኻ እታ መንእሰይ ከምኡ ትገብር ዘለኻ ጥራይ ነብሳ ከምዚ ክትሰኣል ገለ መለ ገለ ኣበጋጊስካያ ናብ ካልእ ወዲ ከም ዘይትኸደካሲ ብምንታይ ኢኻ ርግፀኛ ኮንካ እዞም ከምዚ ዝገብሩ ዘለዉ ሰባት ብዝተፈላለየ መንገዲ ሓንቲ መዓልቲ ዋጋ ምኽፋልኩም ኣይተርፍን እዩ ግን ነገራት ምስ ተበላሸወ ብዙሕ ነገራት ምስ ተበላሸወ ኢኹም ንኣሕዋትኩም ወይ ንደቂ ኣንስትዮ ኣሕዋትኩም ክኸውን ዘይትደልይዎ ነገር ስለምንታይ ኢኹም ኣብ ካልኦት ደቂ ኣንስትዮ ትገብርዎ ዘለኹም እዛ ሓፍትና ሕጂ ዝበለኒ ዝብል በቃ የእምሮ ኣስሒታ እንታይ ትረክብ ማለት እሱ እቲ ገንዘቡ ወሲዱ እዩ ንግዚኡ ክበልዕ ይኽእል እዩ ንግዚኡ ክትበልዕ ትኽእል ኢኻ ናይ ግዜ ጉዳይ እዩ እምበር ሓንቲ መዓልቲ ምቅላዕ ኣይተርፍን እዩ ሓንቲ መዓልቲ እቲ እዚ ዝዘረኣኻዮ ኢኻ ትዓፅድ ዝበሃል ኣብ ንመፃኢ ኣብ ሓጢኣት ገለመለ ወይ ምስ ሞትካ ጥራይ ኣይኮነን ኣብዛ መሬት እንከለኻ እውን ክትዓፅዳ ኢኻ ሕጂ ደጊመ ደጋጊመ ዝነግረክን ተን ኣዋልድ ኢኽን ብዙሕ ግዜ ግዳይ ትኾና ናይዚ ጉዳይ እዚ ኣይትለኣኻሉ ከምዚ ዓይነት ስእሊ ለኣኽለይ ገለ ኢሉ ዘገድ ተኾይኑ ንመጻኢ ጅሆ ክሕዘኪ እዩ ዝሓስብ ዘሎ ካልእ ዋላ ሓንቲ ትርጉም የብሉን ንመጻኢ ባዕልኺ ሰተት ኢልኪ ናብ እስር ቤቱ ተኣትሉ ኣለኺ ደሓር ብዘይ ናቱ ፍቓድ ናብ ዝኾነ ቦታ ኣይትንቀሳቐስን ኢኻ። ገለ ገሊኹምሞ ዋላ ናይ በዓልቲ ቤትኩም ኣደ ደቅኹም ስእልታት ከምኡ ዓይነት ትኣሽሙ ኣለኩም። ስደዱለይ፣ ከምዚ ግበርለይ፣ ከምዚ ግበርለይ ውርደት እዩ። ቅድሚ ሕጂ ኣነ ከምኡ ዓይነት ስእሊ ርኤ ነይረ ንሓደ ሰብ ሓግዘኒ ከመይ ጌርና ከነጥፎ ኢና ካብ ፌስቡክ ብጌጋ እትዎሲ ከመይ ጌርና ነጥፋዮ ኢልኒ ኣጥፊእናሉ ኢና ግን ካብታ ፌስቡክ ኢና ኣጥፊእናያ እምበር ኣጋጣሚ ገሊኦም ዳውንሎድ ገይሮም ልክዕ የእቱ ክተብሎን ዳውንሎድ ክገብሮን ሓንቲ እያ ካልእ ዋላ እቲ ወዲ ጥዑይ ክኸውን ይኽእል እዩ እቲ ዝሰደድክናሉ ወዲ ናይ ብሓቂ በዓል ክምርዓወክን ዝደለየ ክኸውን ይኽእል በዓል ቤትክን ክኸውን ይኽእል እታ ሞባይል ኣብ ኢዱ ዝነበረት ምስ እትጠፍእ እቲ ዝረኸበ ሰብ ካልእ ሓደጋ እዩ ዝኾነክን ስለዚ ደጊመ ደጋጊመ ዝነግረክን ነገር እንተሎ እቲ ምርጫ ናትክን እዩ ምርጫ ናትክን እዩ፣ ውሳኔውን ናትክን እዩ። ግን በቃ ኣይሰድድን እየ ኣይልእኽን እየ በላ። ካልእ ይትረፍ እኮ ዋላ ልኢክናሉ ኣብ ገዛ ኮፍ ተጠርኒፉ ኮፍ ክብል ኣይክእልን እዩ፣ ክኸይድ እዩ ናብ ካልእ ሰበይቲ። ስለዚ ብክልተ ነገር ኢኽን ትኸስራ ደለኹ። ቀዳማይ እስኽን በዓልኽን ኣብቲ እስር ቤቱ ትኣትዋ ኣለኽን፣ ካልኣይ ከዓ ሰብኣይክን ናብ ካልእ ሰበይቲ ትሰድኦ ኣለኽን። ስለዚ ደጊመ ደጋጊመ ዝነግረክን ዝደለየ ዓይነት ታእሽም ይፈጠር ኣይሰድድን እየ ናይ ምባል መሰል ኣለክን ኣይልእኽን እየ በላ ምክንያቱ ካብ ነብስኽን ንላዕሊ ዝበልፅ የለን ንሎማዓንቲ በዚ ይኣኽለኒ እቶም ከምኡ ትገብሩ ኣወዳት ከዓ በጃኹም ካብዚ ነገር ዝተቆጠቡ ብሩኽ መዓልቲ ወደሓንኩም